ዝበለጸ ልብሲ ንዝበለጸ ኣዋልድ ኣብ ኢስት ኣፍሮ ድረስ። ብዙሕ ምርጫ ብርትዓዊ ዋጋ ኣብ eastafrodress.com።

ሰላምን ጥዕናን ንምነየልኩም ዝኸበርኩም ተኸታተልትና ኣብ ዝተፈላለየ ሃገራት እትርከቡ ሎሚ ኣብ ህድሞና ነባሪት ኢና ዘለና ዓዲምናያ ዘለና ወይ ኣብ መንበሪ ገዛ ተረኺብና ዘለና ምናልባት ቅድሚ ሕጂ ኣብ ካልእ ሶሻል ሚድያ ርኢኹማ ትኾኑ ወይዘሮ ዛፍ ኣብርሃ መብራህቱ እያ። እዚ ነልዕሎ ዘለና ሎሚ ምስኣ ኣራኺቡና ዘሎ ድሃያ ክንገብር ብዙሓት ትሓቱልና ትሓቱና ብምህላውኩም እዩ። ከመይ ኣላ ስለ ትብሉ ንሕና ከዓ ናታትኩም ምሕፅንታ ተቐቢልና ኢና ሎሚ ኣብ መንበሪ ገዛ መፂና ዘለና። ወይዘሮ ባህርዛፍ እንኳዕ ደሓን ፀናሕክን።
እንኳዕ ደሓን ጸናኹም። እወ ኣቱ ኣትን ኣነ ሓደ ሓደ ግዜ ኣትብለኪ ሓደ ሓደ ግዜ ኣትን ከመይ ትኹን ህጂ ኣትን ይሓይሽ ኣቲ ኣትን ደሓይሽ ቁርብ ይሓይሽ እወ ከምቲ ዕድሜስ ኣትን ይሓይሽ ንዓይ እኳ ኣይትወልድንን ኢኺ
ወደካ እምበር ክንደይ ጌርካ
ደሞዝን ዕድመን ኣይንገርን ይበሃል ኣሎራ ንሳ ብዝኾነ ግን ኣነ ኣተ ክብለኪ እየ ድሓን ወቤለ። ናይ ምቕራብ ካብ ዝኻ ወዲ እሺ፣ ገዛ እንዴ ዝበለጠ ዝበለጠ እወ ወዲ ገዛ ተኾይንካ እኮ ከምኡ የለን እወ ሓደ ኣብ ኣእምሮ ብፍላይ ኣብቲ እዋን እቲ ብብዝሒ ዝተኸታተሉ ንዓኺ እዮም ዝዝክሩ ንዓኽን ንበዓል ቤትክን ማለት እዩ እወ ልክዕ ሕራይ እስኪ ኣብ ከመይ ኩነታት ኣለኺ ጥዕና እሞ መጀመርያ ወኪያለ ጌርካ ንርእየኪ ኣለና መጀመርታ
ናይ ዓይኒ ኦፐሬሽን ገይረ ቅድሚ ሓደ ሰሙን እወ ከመይ ነበረ ብጣዕሚ ፅቡቅ ዘገርም ከማን ኣተሓሕዘኦም ኦፐሬሽን ኣገባብረኦም ዘገርም እዩ ኣብኡ ከድኩም ተትስእሉ ከማን ድበለጸ ነይሩ እየ ድብል ስጋዕ እታ ኣነስቴዝያ ተወዲኣ ብ ኦፔራሲዮን እያ ትሓልፍ እወ ደምካ ሽኮርካ ኣበይ ከም ዘሎ እንዳዓቀኑ ጌሮምለይ ተዓዊተ ከኣ ኣይተፈለጠንን ኢልኪ በፍጹም ኣይፍለጥን ክልቲኤን ዓይንካ ኣውጺኦም ኣብዚ ጣውላ ተድገብርወን ኣይምሰማዕካየንን
ኣየማነይቲ ድያ ጸጋመይቲ ጸጋመይቲ እያ ቁሩብ ድብን ኢላ ትረኤኒ ኔራ ብኦኪያለ ከይደ ኔረ ደሓር ግን ዶክተር ኢዮብ ንፉዕ ሓኪም እዩ ሕጂ ወዲኣ ንኦኪያለ መጥባሕቲ ኢና ኢሉ ዘገርም ባዕሉ እዩ ጠቢሕኒ እሞ ዝገርመካ ከኣ ብ ሓሙሽተ ሚእትን ስሳን ሲ መደቀሲኻ ቁርስኻ ምሳሕኻ ፈውስኻ ኦፔራሲዮነ ቤራሜንተ ዘገርም እዩ ስማዊ ብጣዕሚ ስማዊ እዩ ዝበሃል ብጣዕሚ። ጌርክ ትፈልጢ ዲኺ ቅድሚ ሕጂ ኖ ኦፐሬሽን ላ ፕሪማ ቮልታ መጀመርታ መዓ እሞ ፈሪሕኪ ዶ ቁሩብ ኦፐሬሽንስ ቀሊል ኣይኮነን እወ መጀመርታ ወ ወ ዓይኒ እንድዩ ዋ እ። ከምዚ ኢልካ እኮ ኢኻ ትህቦም እታ ዓይንኻ እኮ እያ ዋ ግን እታ መደንዘዚት ቁሩብ ሕምም ተብል እያ እወ ድሕሪኡ ግን እዚ ኩሉ ስጋዕ እዚ ኩሉ ደንዚዙ እዩ ታይ ከምድገብሩ ከይትሰምዖ ንካ ንሱ እንዳዕለለ ዶቶር እዮም እታ ስርሑ ሰሪሑ ቪንቲ ሚኑቲ። እወ ደቂስኪ ዶ ለይቲ ንኦፕሬሽን ንትገብርሉ ምስ ተቆጸርኪ።
ነይሩ እባ ፍርሒ ነይሩ ዋእ ኪሳ ጥዑያት ዶ ኮኑ ጽቡቅ ዶ ገብሩለይ ትብል እብል ንሱ ሓሳብ ክህልዎ ይክእል እዩ እወ ዳሓር ግን ዘደንቅ እዩ ካብ ሚእትን ገለን ንላዕሊ እዮም ሽዑ ጠቢሖም። ኹሎም ኣብ ፖስቱ ኸኣ ኮይንና ኩልና ሊንዶ ንጽባሒቱ ወጺና። ቀባሕባሕ ኢልኩም ኩልኹም። ዋእ ኣይናይ ብርሃን ከተትሪኦ ከምኡ ዓይነት ብርሃን የለን ኩለን ከማን ከምኦ በሪሀ ኣይመስለንን። ዝገርም ብዙሓት የመስግኑሉ እዮም። ብጣዕሚ ብጣዕሚ። ደሃይ በዓል ቤትክን ከ በዓል ቤትኪ ኣቶ ቢንያም? ቢንያም ጽቡቅ ኣሎ።
እወ። ተዛቦይ እርጋን እዩ እቲ ዕድመና ከይዱ እዩ ሰማንያን ሰለስተን ገጹ እዩ። እወ።
ፔሮ ጥዑም እዩ ጠባዩ ዋላ ሓንቲ ይብልን እዩ።
ናብ ግብረ መልሲ እስከ ክንከይድ ኣብ ዩቲዩብ ሰብ ብሓንሳ ኣይኮነን ዝሪኦ ገሊኡ ምስ ተፃዕነ ዋላ ሽዱሽተ ወርሒ ዝሪኦ ኣሎ ኣብ ዓመት ዝሪኦ ኣሎ ኣብ ዝተፈላለዩ እዋን ዝሪኦ ኣሎ ገሊኦም ሕጂ እውን ክርእይዎ ክእሉ እዮም ዋላ ናይ ቅድሚ ዓሚ እንታይ ግብረ መልሲ ትረኽብሉ ኣለኺ ዛፍ
ስጋዕ ሕጂ እዮም ዝድውሉልና ኣዕሩኽትና እወ። ብዙሓት መሓዙት ረኺበ እወ እ፣ በዓል ስምረት በዓል ሓረጎ ኦፐረተር ናይ ወደብ ናይ ባጽዕ ነበራ ስጋዕ ሕጂ የዕልላኒ እ፣ እንታይ እሞ ክብለካ እየ እ፣ ምስ ብዙሕ ሰብ ኢና ተላሊና ኣየዕረፉን ክድውሉ ማማ ዛፍ እብሉ ወርሒ ሸውዓተ ክንመጽእ ኢና ከምዚ ናትክንን ናይ በዓል ቤትክንን ሓዳር ክኾነልና ንምነ እዚ ሎተሪ እያ ተበጺሑካ እምበር ከም ቢንያም ኣይርከብን እንድዩ እወ ኣይቋርጸን ኣሎ ብጣዕሚ እወ ስለዚ ይብሉ ገሊአን ዱባይ ሒዝናክን ክንከይድ ኢና ማማ ዛብ ከነዛውረኪ ኢና ብዙሕ ፕሮሜስ ኣሎ ግን የሐጉሰና ኣነ ብጣዕሚ ከመይ ኣሎ እስኪ ብግብሪ ንኣብነት ሓንትስ ምጽናዕ ኣቢላ ከምኡ ኢልና ነይራ ሓንቲ ሓብትና። እወ እጽበያ ኣለኹ ወርሒ ሸውዓተ ኢላ ግን ሸውዓተ ክትውዳእ ደልያ ኣላ እጽበያ ኣለኹ እወ ደሓን ከምኡ ምባላ እውን ቀሊል ነገር እወ ኣይኮነን ተስፋ እዩ ትቐንዲ እ?
ተስፋ እዩ ትቐንዲ እወ
ግርም ሕጂ ከም ዝበልኩኺ ብዙሓት ፅልዋ ኣለዎም ናታትኩም ብፍላይ ብፍላይ ኣብቲ ናይ ፍቕራዊ መዳይ ዘዕለልኩሞ ብዙሓት ሃኒፆምሉ እንድዮም እወ። ኣብ ገለ ግን ቅር ዝበሎም ነይሮም እ፣ ብፍላይ ደቅኺ ብፍላይ ኣብቲ ቲክቶክ እ፣ እስኪ ከመይ እዩ እዚ ናይ ቲክቶክ ብጣዕሚ ኣበላሸሙና እንዲዮም መስሓቅ እንዲዮም ገይሮምኒ ከምቲ ቶፖሊኖ ገይሮምና በቃ እዋይ ሓንሳእ ነጸላ ተኸዲኖም እቲ ናተይ ዕላል ኣቦኺ ደሓን ዶ ኣሎ እቲ ኣነ ዘዕለልክዎስ ይደግምዎ ነይሮም እዋይ ስጋዕ ኣብ ቲክቶክ? ሕጂ እወ ስጋዕ ሕጂ እ፣ ደቂ ብጣዕሚ እዮም ጉህዮም እም፣ ብሕልፊ እታ ዓዲ ጥልያን ደሎ ክጽለል ይደሊ እዋይ ምክንያቱ ምስቲ ዕድሜኻስ ቁሩብቲ ዕድሜና ኣብ ግምት ኣይእተውዎን ብፍላይ እዚ ናይ ቲክቶክ ዝበልክዮ ቲክቶክ ካባኹም ጥራይ ዝተጀመረ ኣይኮነን መሲጥዎም ዝገብርዎ እዩ ተረዲእክን ኣለኺ እስኹም ዘይበልኩሞ እንተበልዎ እዩ ሕጂ ንኣብነት ፀገም ዘምፅ እምበር እቲ ዝበልኩሞ ቆራሪፆም እቲ ዘመኑ እዩ ወይዘሮ ባህር ዛፍ ዘመኑ እዩ እዚ ዘጉህ ይኮነን ማለት እየ ተዛረብኩሞ ቅዱስ ቃል እዩ ኮ ብምልኡ እቲ ኣብነት ምዃን እወ መን እዩ ሕጂ ከምኡ ዝብለኩም ዘሎ እስከ ንገርኒ መስሓቅ ኮንኩም ዝብል
ብዙሓት ወላ ሕጂ ከማን ክገብር እየ ዝበልክዎን በጃኽ ኢለ ክድበላ ኣለዋ በጃኽ በጃኽ እትዛ ሕጂ ከ እንታይ ክትብሉ ኢኺ ኣነ ፍቕሪ ዘይፈልጣ ኮይነ ዝስምዓኒ እምበር ኣነ ፍቕሪ ምግላፅ ነውሪ ይመስለኒ እወ ምዃናይ ግዜ ንእስነት እዩ ኣበይ ከርከብ እወ።
ወይ ኣዲኦም ከምዚኣ ከምዚኣ ተድብሉ ንጉሃዩ ደቀይ ይብል እዚ ደጉህዮም ኣይነበረን ግን እታ መላገጺ ድገበሩ ጥራሕ እዮም ጉህዮም እወ እምበር ከምኡሲ
ፍቅሪ ድመስልዎ የለን ኣዴታትና ሕጂ ኣይላቭ ዩ ክብላ ኣይክእላን እየን እወ ብቁናኖን ብሒናን እየን ደረድኦኦም ማለት ይቁነና ሕነና እወ ግን ኣይላቭ ዩ ቢኒ እየ ድብሎ ካላስ ስጋዕ ሕጂ በቃ ሶ ማች ከማን ወሰላ ንሰብኣይ፣ እ። ወዲ ሰማንያን ገለን እዩ ኣዝዩ ሕያዋ እዩ እወ ኣዝዩ ኣዝዩ እማ ኣይዛረብ እወ
ሕጂ እዚ እንታይ እዩ እቲ ዘመኑ ዘምፆ እንድዩ እቲ ቲክቶክ ዝበሃል ክትቆፃፀሮ ኣይትኽእልን ኢኻ ግን ብሕማቕ ሓሲቦም ዝገብርዎ ከዓ ኣይኮነን ተመሲጦም ዝገብርዎ ስለ ዝኾነ ካብቲ ካልእ ሃጠው ቀጠው እንሰምዖ ኮሎ ባህርዛፍ እዚሲ ቁዱስ ነገር እዩ ሕማቅ ነገር ኣይኮነን እሞ ምናልባት ኣብቲ ቅድሚ ሕጂ ዝገበርናዮ ዘይተኸታተሉ ዘይተላለዩ ክህልዉ ይኽእሉ እዮም እዚ ካልእ ቻነል እዩ ኣብ ህድሞና ነባሪት ኢኺ መጺኺ ዘለኺ ጽቡቅ መባልዕትና ኹን ብዛዕባ ህድሞ ኣፍልጦ ኣለኪ ዶ እስኪ ብወለዶ በዴኺ ሓንፈጽ ምዃንኪ ኢና ንፈልጥ እስከ ቁሩብ ናይ ገጠር ሂወት ኣፍልጦ ኣለኪ ዶ ህድሞ ትፈልጢ ዶ ቁሩብ እቲ ሂወት ናይ ህድሞ እንታይ ምዃኑ።
ዘገርም ነገር ግን ደስ ዝብለካ ክትሪኦ ከለኻ ከምዚ ን ካምፓኛ ክትከይድ ክትዛወር ኣብ ከምኡ እወ ጽቡቅ።
እወ ህድሞ ሕጂ ንኣብነት ህድሞ ክበሃል ከሎ ብደርፊ ግለጽ ብግጥምታት ግለጽ እንድዩ እንታይ እዩ ዘመልክት ትብሊ ዛፍ? ባህሊ ናይ ዓድኻ ሕጂ ኤክስፖ ህድሞ ኣሎ ኣብኡ ክትኣቱ እዩ ደስ ዝብለካ እቲ ባህሊ ትሪኦ እቲ መንበር እቲ ገለ
ዋላ ዳ እቲ እተውዮ እምበር ትፈልጥዮ ዶ እቲ ኣብ ውሽጢ ዘሎ እቲ መንበር ኣዶ ገለ ኣብኡ ዳ ኣትየ ኣለኹ እወ እወ እወ ኣብ ሃገረሰብ ከማን ንግደት ከይደ ክሕጸብ ኢለ ሳብ ማጨና ምስ ገበርኩ ንህቢ መጺኡ ኣብዚ ምስ ነኸሰኒ ኩሉ ግዜ ሓፊጡ
ወዮ ደይ ትፈልጥዮ እወ እወ ስለዚሲ ህድሞ ደኣ ጽቡቕ እዩ ትገሽ ዶ ንዓዲ
ብዙሕ ኣይኮንኩን እወ ደቂ ሽሓይ እንዲ ዓደይ መቐርካ እወ ኣብ ዓመት ሓንሳእ ትቕድሚ እግረይ ከየሕመኒ ከሎ ከይድ ነይረ እወ ድሕሪኡ ግን ወይ ዝገርም ገዲፍናዮ። እስከ ብሽምኪ ክንጅምር ኢና ገሊኦምሲ ዛፍ ባሕሪ ዛፍ እቲ ሽማ ከኣ ፍሉይ እንድዮም ዝብሉ እወ እወ እወ ሽመይ ደኣ ንኹሉ እዩ ደገርሞ እወ
ኣጭር ባህር ዛፍ የለን እዮም ድብሉ ዋላ ኣብ ሕክምና ተኸድኩ እህ፣ ባህር ዛፍ ተበልክዎም ኣዲስ ኣበባ ከይደ ንሕክምና ባክሽ ኣትቀልጂ ኢሎምኒ ሽሜሲ ንመንክቦ እወ ኣዲ ዓባየይ እያ ኣውጺኣትለይ ብሕልሚ ሪኤዮ እያ ትብል ብሕልሚ ክምዚ በልያ ኢሎሙኒ እያ ትብል። ናይ ሕልሚ ስያመ እዩ። እወ በዚ ባህርዛፍ ተባሂልና ሃቆም እዮም ካዓ ሃጤ ባህርዛፍ የለን።
ሕራይ እና ዓበክ ምስ ከድኪ እና ተረዳእኪ ምስ ከደ እዛ ስምኪ ከመይ ተቀቢልክያ ይፈትዋ እዩ ዝገርመካ ብርዛፍ እየ ደይፈትዋ እምበር ኣሃ ባህርዛፍ ዘይኮነ ይፈትዋ እዩ ብ ክውስኹላ ግን ደስ ኣይትብለንን እያ ኣይምልሸሎምን እየ ከማን ዶ ኣስቅጥ ባህርዛፍ ተይሉኒ ሰብ ግን ብጣዕሚ ይፈትዋ ዛፍ ከ ስሙ ኸኣ ዝበለጸ መቐረት ኣለዎ
ዛፍ እዩ ዝብልዎ ኣቶ ቢንያም ኣቶ ቢኒ ዛፍ ዛፍ እዩ ዝብል ቢኒ እወ እምበር ነዊሓ ከኣ እቲኣ ባህርዛፍሲ እወ ሕጂ እዚ- እቲ ወለዶ እስከ ክንሪኦ ኢና ፍልይ ዝበል ክንዲኺ ማለት እስከ እስከ ን ወለዶ ወለዶኸ ክንፍትሽ ኣዴኺ ድያ ዓባይኪ ድዮም ኣቦሓጎኺ እወ እወ ኣቦሓጎይ ምስሌነ ናይ ደቂ ሽሓ እዮም ነይሮም ኣሃ መብራህቱ ጎብሳ ይበሃሉ እወ እንዳ ተፋደ ኢና መቸም ናይ ተፋደ ዛንታ ትፈልጥዎ ትኾኑ
እስከ እንታይ እዩ እንዳ ተፋደ ንዘይፈልጥዎ ኣብ ፊልም ሪኦሞ ነይሮም እንድዮም እወ ሉንጋ ስቶሪ ኣይ ሕጂ ክነግረኩም ነንሕጽር ጽሙቕ እዋእ ፍርዲ ኣልቦ ዝነበረ ሰብኣይ ንጉስ ነይሩ ቀደም ኣብ መንደፈራ ደቂ ደቂ ሸሓይ ኣብኡ ድመጻ መርዑ ድዕምጽ ደሓር እዚ ኣትዩ ቀንጢብዎ ደሓር መንደፈራ እቲ መንደፈራ ዝበልዋ ንሱ እዩ ደፊርዋ ተፋደ ኣሃ መን ደፈራ እወ። ኣብኡ ኣትዩ ደሓር ንደቂ ሽሓ ይኣቱ ኣይረኽብዎን ቶም ጸላእቲ ኣብኡ ተዋሲቡ ኣብኡ ይወልድ ኣለዉ ስጋዕ ህጂ ናቱ ዓሌት ኣለዉ ንሳቱ ንሱ ዝወለዶም ኣሎ። እወ እወ። ኣኮዚ ኣደይ ከኣኒ ሃንፈጽ እያ። ኣሃ። ኣቦኣ ኣጥሊኣን እዩ ኣዲኣ ሓበሻ እየን።
እወ። ጅስኸስ ናይ ሓንፈጻዊ ባህሪ ኣለኪ እወ ወላ ባህርኺ ወላ ጠባየይ ወላ ባህረይ ወላ እወ። ኩሉ ኣተሓሳስባይ ርብዒ እንድያ ሰለስተ ርብዒ እንድያ እወ ሄሮ ኣላ ትሰርሕ እያ እወ ኣይገድፍን እዩ ንስኻ ትዘርኢ እኮ ኣሎ ማዶና እወ ሕጂ ከመይ እባ ትወሃሃዲ ምስተን ጎረባብቲ ዴታትና ኣለዋ ቁርብታት ናይ ሓንፈጻዊ ባህሪ ከኣ ኣሎ እወ።
ባጽዕ እንዲና መብዛሕትኡ ኣሕሊፍናዮ ኔርና እወ እወ። መጀመርታ ኣብዚ ሳንታና እየ ኔረ እመሃር ካቴድራል እየ ኔረ ኣዚሮ ደሓር ሳንታና እወ ሳንታና ደናጊል ጥልያን እየን ኔረን ድምህራና እወ። ድሕሪኡ ኣብዛ ድኳን እዚኣ ይውዕል ድኳን ኔራ ኣብዚኣ ዓባይ ቤተክርስትያን ክትከይድ ኣነ ሕዘላ በዚ ኣብዚታት እየ ዓብየ። ኣብ መሓዙተይ ከኣ መብዛሕትአን ሓላፊተይ'የን ነይረን። ምስ ተመራዕኹ እንዳ ጆማኒ ማሶላ፣ ዳንተ ባካሪ፣ ሪኖ ሞዲቺ እዚኣቶም እዮም ኣዕሩኽትና። እወ። ብሕልፊ ዳንተ ባካሪ ብዙሕ ብዙሕ ዓርክና እዩ ነይሩ፣ ብዙሕ። እወ። ምስ ሓበሻስ ብዙሕ ኣይተጓራበትኩን። ምስ መብዛሕትኡ ምስ ሓናፍጽ ሰይቲ ዳንተ ሰይቲ ጆቫኒ ማርያ ሕጂ ምስኣተን ጽቡቅ እየ ዝሰማማዕ ግን ምስ ተፈላለና ከኣ የግዲ
ሕጂ እንተ ሓሪቕኪ ጣልያን እዩ ዝመልቆኪ እወ እወ ኣሎ እቲ ባህሪ እታ ሰለስተ ርብዒ ትመጽእ ኣብኡ እታ እወ ትመጽእ እያ ቀንዲ እ ሕጂ ብዙሕ ኣሎ ሕጂ ንኣብነት ከምዚ ዘይግድሶም እውን ኣለዉ ኣባና ሕጂ ከምዚ ዘሰክፈና ንሰትሮ ንሳቶም ግን
ትር ኢልካ ኣነ ሕጂ ከምኡ እየ ድሬቶ ድሬቶ እቲ ዝስማዓኒ ኣብዚ ቺን ኮሚኑቲ ይጸንሕን እዩ እወ እቲ ዝስማዓኒ ይዛረብ ሕጂ ይፈልጣን እየ ኦይ እታ ሕምስጥና እኳ እትገብራ ደላ ዛፍ ኣብ ውሽጢ እየ ኣይትሕዞን እያ እየን ዝብላ እወ ምክንያቱ እቲ ዝስማዓኒ እየ ዝዛረብ። እሞ ናብ ናይ ሳንታ ኣና እባ ክንከይድ ባህር ዛፍ
ሕራይ ከመይ ሓለፈ እቲ ትምህርቲ ከመይ እዩ ኔሩ ስምዒታትክን ብደቂ ተባዕትዮ በልዮ ደቂ ኣንስትዮ በልዮ ኣብቲ ምጉባዝ እናተማሃርካ ከመይ ነይረ? ሳንታና እወ።
በዓል ዘውዲ ርኣያ እዩ ነይረ ምሳይ ተማሂረን።
እወ። ላ ፋሞዛ ኤ ኣትሪቼ ዝብልዋ ደለዉ ሕጂ በዓል ጢልያን ሕጂ እኮ ኣሪጋ ትኸውን ወሰታይ ትኸውን እያ። እወ። ኣብዚ ከዓኒ ሽዑ ብቺክሌታ ዝሓዘ ወዲ እቲ ግዜ እቲ በቃ ዓቢ ነገር ኢና ንሓስቦ ነይርና። እወ። ንኣብነት መኮነን ወዲ ኣቶ የሴፍ ኪሳበ ይህሉ ሕጂ በዓል ጀጀ። እዚኣ ኣትየን'የ ነይረ ናብዚ ንውንስያ መን ሽሙ ከኣኒ ቴድሮስ እወ እዚኦም ኩሎም ኣብዚታት ኢና ወድን ጓልን ኢና ንመሃር ነርና እህ እህ ድሕር ኣነ ቀልጢፈ እየ ናብ መርዓ ኣትየ እወ ኣብዛ ካንቸሎ እዚኣ ሕጂ ሓደ ወዲ ኣብ ድኳን እንዳወዓልኩ ከለኹ ፖስታ ግዳ ተቐበልኒ ይብለኒ። ቀደም ፍቕሪ ብቡስጣ ኢኻ ትገልጾ፣ ልቢ ትገርካ፣ እታ ልቢ ደም ትነብል ገለ ገለ። ሕጂ ኣነ ይዓብዮ ምስማዕ ይኣብዮ እታ ወረቐት ብኻንቸሎ ይድርብያ። ብኻንቸሎ ምስ ደርበያ ኣቦይ ለይቲ ከተኣቱ ኮረኔል ይረኽብዋ። ሕጂ ክትሪኦ እቲ ግዜ እቲ መቅጻዕትን እቲ ቅድምን ብጣዕሚ ይገርመኒ ኣሎራ ጽሑፍ ምስ ረኣዩ ኣተስእዋ ይበሃል ደቂሰ እየ ነይረ እዚ ወዲ እዚ ዘይፈልጠኪ እዎ ኣብዛ ድኳን እሞ ንዓይ ኣቢኺ ንኻልእ ትፈትው እንዲ ድብለኪ ዶ ኣሎ እሞ ኣነ ይፈልጦን እየ ንእናይ እንዳ ፖሊስ ሕሰቦ እሞ ኣብዛ ኣምስተኛ እየ ወሲዶም ኣቦኺ። ወዲ ሃይለ ዑቕበ ኢትስ ቆልዓ ከማ ኪሳ ሕጂስ ኣሎ ተኾይኑ ብሂወቱ ዝሰምዖ ዝክራ ኹን። ኩሉ ኣብኡ ተወሲደ እሱ ካብ ትምህርቲ ተጸዊዑ ኣበይ ትፈልጣ ኣብዛ ድኳን ጓለይ ሕክምና ከርእያ ኣለኒ ይብሉ ኮረኔል እንዳ ዶክቶር ካርታ ጥዕይቲ ምዃነይ ጓል ምዃነይ ወዮ ኣርእዩኒ ኮረኔል እዋይ ክሳዕ ክንዱ
ሕጂ ተረኣኻዮ ቢቢ ባቢ ኢሎም ኣብ ቲቲ ድኻ ትደሊ ሚሚ ይብል ባዕሉ እቲ ወላዲ ሽዑ ግን ክንደይ መቕጻዕቲ እዩ ነይሩ እወ ምስቲ ዝነበረ ዕቃበታት እኳ እዩ ብጣዕሚ ስነ ስርዓት እኮ እዩ ስነ ስርዓት ነይሩ ሕጂ ግርም እብለኒ ተቐይሩ ኣሎ ሕጂ እቲ ቀደምን ሕጂን ክትርኢ ብጣዕሚ እዩ ዘገርም ወይ ዝገርም እስከ ቁሩብ ጠቂስክልና ነርኪ ዘውዲ ርኣያ ዘውዲ ርኣያ ከኣ እታ ቀዳመይቲ ኤርትራዊት ኣብ ፊልም ተዋሰእት እያ ናይ ጣልያን እስከ ብዛዕባ እዚ ኣዕልልና ዘውዲ ርኣያ ብሓንሳእ ኢና ተማሂርና እወ
ዓዲ ጣልያን ድያ ዘላ ሕጂ እወ
ጥቡቅ ኣላ ኣብ ዓዲ ጣልያን ኣላ እወ
ፍቅሪ ዝነበርናያ ኣነ ንሳን ካልእ ነገር እዩ ኣብ መርዓይ እውን ነይራ እያ እወ
ምስ ተፈላለና ግን ተፈላሊና። ድሕሪ ተዋሳኢት ምዃና ዲኽን ተፈላሊኽን ዶ ቅድሚኡ? ድሕሪ ተዋሳኢት በቃ ንዓጲላን ምስ ከደት ሓዋ ሚቲ እውን መፂኣ ነይራ ካብ ደቂ እነ ደቂ መሓረ እወ ንሳን ሓዋን እዮም ነፋሪት ኣልዒሎም ኣብ መፂኦም ኣቦኣ ሚቶም ብዙሕ ፍቕሪ ነይሩና መቸም ርኢኽያ ትፈልጢ ዶ እንዳ ተዋስእት ኣብቲ ፊልም መ ርኢኽያ ዶ?
ወ ኮሜኖ ሪኣ እወ ይሪኣ ብዙሕ ከማን ሰብ ኣይብላን እዩ ነይሩ ሰብ ይስሓቅ መዓነ ሰልዲ እገብር ኣለኹ እያ ትብል ነይራ ኦ እቲ ግዜ ከኣ ከምዚ ሎሚ ኣይኮነን ኣይኮነን ናይ ድፋር ግዜ ኣይነበረን ሽዑ ናብ ቤላ ዶ ናይ ጽብቕቲ ቆልዓ እያ ዋላ ኮሎራኣ ገሊኣ ዋላ በዓል ጃንፍሊ ነይረን ምስ ኣድ ገበራ እወ ዋህ
ገርመካ ከም እንታይ ኮይና እያ ትዋሳእ ነይራ
ኣቤት ቁንጅናኣ ጉብዝናኣ ያኮ። ብጣልያን ቋንቋ።
እወ ብጥልያን እያ ትዛረብ እቲ ፊልም ጥልያን እያ? ዝሰርሖ ናይ ጥልያን እዩ እወ ናይ ጥልያን እዩ ኩሉ ከመይ ኩሉ ፊልምና ፐርፌክቶ ዶ ታሪክ ብጣልያን ቋንቋ ፐርፌክቶ ማዶና ሚያ እወ። ኣብ ቢች እያ ትሰርሖ ነቲ ሽዑ እቲ ሰብ ክሪኦ ጽለል ነይሩ ዋዕ እብል ነይሩ እወ ሓድሽዎ እም እም።
ብጣዕሚ ፅቡቅ ኣንታ ሽም እያ ነይራ። ክንደይ ጌርክን
ካብ ዘይትራኸባ? ኡኡ ኮንቲ እያ እኒ ክንደይ እሞ ክትብልዋ። እወ ምናልባት ኣድራሻኺ እውን ዘይረኸበት ክትከውን ትኽእል እያ። ፖውዳ ኣርሲ እም? ፖውዳ ኣርሲ ናይ ጓል ፍቅሪ ኻኣ ከምኡ እዩ በጃኻ እወ ትራሳሳ እኻ ቀልጢፍካ። ከምኡ ኣለዎ ድዩ? እወ። ባእ በንጻሩ ከይንስምዓና ንርኣ።
ኣይኮነን።
ኣይኮነን እንታይ ሓንሳእ ተ- ከምዚ ካብ ልቢ ካብ ዓይኒ ዝገለለ እዩ ካብ ዓይኒ ድገለለስ ልቢ ገ ኣነ ግን ይዝክራ እወ ፒሳ ሚላኖ ድያ ደላ ሮማ ድያ ደላ ይብል እወ ኣብ ግዜ ንእስነታ እያ ተዋሳኢት ነይራ ከይተመርዓወት ማለት እዩ እወ እወ ኣብዚ እንዳተምሃርና ከለና ነዋሕ እያ ትኽ ዝበለት እያ ጽብቕቲ ኮሎራኣ ማሮነ እዩ ጻዕዳ ኣይኮነ ብዙሕ ጸሊም ኣይኮነትን ትመሰረቱስ ኣብ ሳንታ ኣና ተማሃረቶ እዩ ሳንታና ኢና ንፋለጥ ሳንታና ከመይ ድመ ሰለ ትምህርቲ ነይሩ መስለካ? እወ።
ቤተክርስቲያን ኣለዎ፣ ኢደ ጥበብ ነይርዎ። እስከ ቁሩብ ብዛዕባ ባህሪ ናይ ኣዴኺኸ ካብኡ ዝወረስክዮ እንታይ ኣሎ? ካብ ኣዴኺ ተማሃርክዮ? ውሕልነት ኣሎ።
ኩሉ ትምህረኒ ዝነበረት ሕጂ ንጓለይ ይገልጸላ ኩሉ ነገር። ንኣብነት እስከ ንኻልኦት እውን ክጠቅም።
ኣደ ምተካእታ የብላን። እወ።
ሃንፈጽ ስለ ዝኾነት ከኣ ኩሉ እቲ ጌጋታት ዝግበር እዛ ጓለይ እዚ ትብል እታ ጓለይ ዝከረኒ እንዳ ስድራ ናይ ቢንያም ኣደ ቢንያም ወሓለ እየን ድበሃላ ነይረን ወዘሮ ክብራ ሕጂ ኣባይ እንታይ ትብለኒ ኣቲ እንዳ ክብራ እኮ ኣኺ ክትኣትዊ ነእስቲ እዚ ናይ መጠቃ ናይ ደገ ሰንክቲ ትብለኒ ገይረዮ ደይፈልጥ እየ
ሕጂ ምስ ሰንኮትኩ ክዳነይ፣ ኣፍንጫይ፣ ኢደይ ተጸይቐ ትርእየኒ። ንእስቲ እዛ ጓለይ ብምንታይ ሰንኪትክዮ? ትብለኒ። ብኢደይ። ኣይፋልክን ሓቂ ደኣ ተዛረቢ ትብለኒ። እወ ኣነስ ብኢደይ'የ። እስቲ መስትያት ርእየ ተበለትኒ ኩሉ ቢሑቕ። ብዙሕ ትኹሪ ነይራ ምኽንያቱ ደይ ክብራ ወሓለ'የን ነይረን። ደርሆ ክትምህረኒ ከላ ክገርመካ እዩ ዋላ ንኤል ልነግራ ነይረ ኣብቲ መዓናጣኣ ምስ በጻሕኩ እወ ዕግርግር ስለ ድብለኒ ሃድም ተቐጥቂጠ እየ ኣብዚ መንቀርቀር ጽባሕ ንግሆ ሓማትኪ ኣብ ሕጹነትኪ ከእትዋልኪ እየ እናበለትኒ እንዳተሓጸንኩ ኣጋይሽ ኣለዋና እዛ ጓለይ ኢለን ኣጻራርየን መላሊጠን ካራን እታ ደርሆን ኣምጽኤናለይ ሽዑ ተዘይመሃራስ እንታይ ምገበርኩ እብል እወ ውሕልነት። ብከባባ ምሰደድኩለን። እዋይ።
እሞ እስከ ወይዘሮ ባህርዛፍ እቲ ውሕልነት ከም ትጠቕስዮ ዘለኺ ተማሂርክዮ ኢኺ እስኪ ኣብ እንዳ ሓማትኪ ምስ ኣተኺ ወይዘሮ ክብራ ዝበልክየን ከመይ ረኺበናኺ? ወይዘሮ ክብራ ሓማት ኣይበሃላን እየን ተለይ ኣደይ እየን ዝበሃላ ኣብ ሕፅኖት ብዙሕ የለን ሕ- ሒዘናኒ ቀባጢረናለይ ሽዑ ጓል ዓሰርተ ትሽዓተ ዓመት እየ ነይረ ድሓር ብዙሕ እውን ኣይተቐመጥኩን ኣብኡ ድሕሪኡ ከድና እንዲና ንምባትካላ ፔሮ ጢልያን ዝዛረባ ዶ ሞንጎ ድሓር ዋ እንታይ ዳእየን እዚኤን ጢልያን ዝዛረባ ገለ ቅብልኒ ክብላኒ ኣቲ ቆልዓ ኣሽጓረ እስቲ ሃቢ ይብላኒ እወ ኣሽጓረ ኢኖ ድበሃል ፔሮ ሽጓረ መወልወሊ ማለት እዩ ኦሆ ዋ እዚኤን ጢልያን ይኽእላ ማለት እዩ እሞ በል እ፣

ከም መሓዙተይ ከም መሰታና ኣዚና ኢና ፍቅሪ ዘለና ማሕበር ኣለና እምነ ተክለ ናይ ስድራ ቤት ጥራሕ ሕጂ እቶም ስድራስ ፈቃራት እዮም ዝከረና ኣነ ሰንበት ሰንበት ብሙሉእና ሕጂ ኣብኡ ንከይድ ኣብቲ ሙሉእ መዓልቲ ምስ ስድራ ንውዕል እወ ደቅና ደቂ ደቅና ሒዝና ንውዕል ሽዑ ጎጎናተን ኣበይ ድዩ በጺሐን ዝብልኦ እቲ መንፋዕተን ጎጎ ሂበን ንደቀን በዓል ቢንያም ኣማኒኤል ኩሎም ልኻይ ተለኽዮም ነብሶም ተሓጺብና ሰዓት ሽዱሽተ ገገዛና ፍቅሪ ዘለዎም ስድራቤት እዮም ንዓዕልቲ ኣነ ብንዕልቲ ድዛረባ ከማን እገርመኒ እዩ ከም ኣሕዋተይ እየን ኣሕዋት ቢንያም። ንዕልቲ ሕማም ኩርምቲ ገለ ዝብሃል ኣሎ። ኖኖኖኖ እንድዒ እንታይ ከም ድገብረእን ከምኡ ድብለእን እምበር ንዓይ መሓዙተይ እየን። ሕጂ ብዛ ኦስፔዳል ኣትየ ከለኹ ሓንቲ ንዕልቲ ማለት እያ ሰይቲ ሓው ጓል ሓዉ ንቢንያም ማይ ተመነ እያ ደላ ንእልልታ ከይትመጽእ ባዕለይ እየ ድሪኣ ኢላ ንሳ ትመጸኒ ነራ ቁርሰይ ድራረይ ምሳሐይ ፖይ ከኣ ኣነ እዚ ውሽጢይ ሕዚን እየ እቲ ድስመዓኒ እየ ድዛረብ። ቶግ።
ብኡ እፈትዋን እየ ኣነኸኣ እፈትዎን እየ የኽብረን የኽብራን እዩ ከምኡስ ንኻልእ እፍጠረሉ ከም ባህርኻ ከም ባህሪ ዛፍ ዘይበፅሓኒ ዘይመፃኒ ገለ ትብሊ ዶ ኖ ይብልን እየ ሰብ ኣብ ብጣዕሙ እዩ ዝመፅእ ክበፅሕ ዝፀልእ ሰብ የለን ኣይጠዓሞን ኣይመፅእን ኣነ ደይመፀኒ ይብልን እየ ተርከ ድብል ብግብሪ ርእየ እንዲ ኣነ ሕጅስ ኣይበፃሕኩኹን ከምኡታት ኣይብልን እየ ከምኡ ይብልን እየ እንታ ኮንካ ዘይትበፅሓኒ ወይ ዘይበፅሓኒ ገሊኡ ደኣ እሞ ክንደይ ሽግር እኮ እዩ ዘሎ ባህርዛፍ ጌጋ እወ ዘይበፃሕካኒ ዋ ትዲ ጣዕሙ ከ ምስ ጣዕሙ ክመፅእ እዩ እወ
ሕጂላ ሳራ ሽማ ብ እንዳ ፎርማጆ ዝነበራ ሜርካቶ እወ ጓል ሓዉ ንቢንያም እያ እወ
ጋል ሓፍቱ ኣንቲ ሕጂ ትማሊ ደዊላ ኣቲ ዛፍ እንታይ ትብልኒ ትከውን ኢላ ሕንባሻ እዚ እንታይ ሽሙ እዚ ኢንሶማ ትማሊ ቢቢብ ኣቢላ ሰዲዳትለይ እንታይ ትብልኒ ትኮኒ ኣነ ይብለኪን እየ ኢለ እንድሕር ጥዒሙ እዩ ዝበጽሕ ሰብ ዘይበጻሕክና ዶ በበሃል እዩ ጌጋ
ኣይበጽሓንን ኣነ ከኣ ይበጽሖን እየ ዝዓይነት ከኣ ኣሎ። እዚ ጌጋ እዩ።
እወ።
ጌጋ ዓቢ ጌጋ እዩ። እስኪ ግለጽዮ እስኪ ከመይ። ሕጂ ከምኡ ድብል ሰብ ኣሎ። እወ። ዋይ ደይመጸትኒ እንታይ ክገብር እኸዳ። ከምኡ እሞ ደይበሃል። ኣብቲ ድጥዕመካ እኻ ትኸይድ። ኣነ ከምቲ ድመስለኒ ብቲ ድጥዕመካ እዩ።
ዘይሰምዐ እውን ክኸውን ይኸእል እኮ። ዋላ ሰሚዑ ድስሕቕ ድብል ኣሎ እንድዩ ንርእሱ ገደዶ እቲ ምብጻሕ እኮ ንርእሱ እዩ። እቲ ደይበጽሐስ ያራኣንጃ። ዋላ ሕጂ ብዚ እንዳ ሓዘን ኣሎ ሕጂ ገሊኡ ዘጋጥመካሲ እከለ ከምዚ ሞይትዎ ወይ ከምዚ ዝሓስቡ ኣለዉ በጺሕኒ ድዩ ኣይበጽሓንን ንሱ ከምዚ ገጢሙኒ ኔሩ። ድብላ ኣለዋ ቡዙሓት ኣነ ዝሰምዕ ኣነ ከምኡ ኣይኮንኩን ሓንቲ ተጉህየኒ ነገር ኣላ ግን ኣደይ ጓል ተሰዓን ሓሙሽተን እንድያ መይታ ኣብ ጀርመን እወ።
ሓንቲ ሰበይቲ ኔሮም ጎረቤተይ ዋእ እንዳ ቢንያም ድኣ ተኮይኑ ይብኪ ኣሎ ኢለን ኣዲኣ እንድያ መይታ ዋይ ስጋዕ ሎሚ እንታይ ትገብር ኔራ። sometimes ስማዕ ድፐርከ እዚ ንዓይ ንዓይ እሺ። ንዓይ መርዓተይ ኣደይ ኣንሲ ክትደሪቢ ከምኡ ትትጸንሓለ እየ እወ። ሎራ ንሳ ትስምዓካ እምበር ደይበጻሕካ ደይበጻሕኩስ
ባህርዛፍ ምናልባት ቅድሚ ሕጂ እውን ዘየልዓልናያ ርእስቲ ኣላ ኣ- ናይ መግቢ ውሕልነት ኣለኪ መግቢ ጽቡቕ ትሰርሒ እ፣ እስከ ብዛዕባ እዚ ዕልልና ሞያ እውን ንሱ ንባዕሉ ርእሱ ዝኻለ ሞያ እዩ ኣበይ ተማሂርክዮ? ዓደይ ኣደይ ብጣዕሚ ኣዋሓሊ ነይራ ናይ መግቢ ፓስታል ፎርኖ ኹን ላዛኛ ኹን
ወላ ሽሮ ከ ሻኹን መቸም ዝሓዝክዎ ኣነ ሕማቅ እዩ ድብለኒ ሰብ የለን ኢትካ እዩ ዝቆርጥም ብጣዕሚ ብዙሕ ግዜ ጥዒመዮ ኣለኹ ኣነ ኣብዚ መግቢ
ንፍዕቲ እየ ድብል ኣነ ከማን። እዋ ብሓቂ ብግብሪ እኮ ሪኢክና። ዋላ ስዋ ፊልተር ሕጂ ንርኣያ ጸጋይ ናይ ወደብ ሰራሕተኛ ኣሜሪካ ኣሎ ሕጂ እወ ሽዱሽተ ኩንታል ኣነ እየ ጸሚቀሉ ሰብ ነዛርብ ታይ ትብሊ ፓሮል ኣሚያ መጠቃ ኖህ እንታይ ክልክኒ መጠቃ ገረ ንባካቲ ዓቀን እካ ትፈልጦ ነየናይ ኢካ ትገብሮ ዓቀን ጥራይ ኢካ ነጊርክየን ዓቀን ዋእ መጠቃ እንታይ ገበርኩካታ መጠ

ኖኖ ዘእተዋሉ ዝጥዕም እዎ ከምኡ ኣሎ እንታይ እዩ ገሊኡ ግን ካብቲ ሰራርሓ ድዩ ዛፍ
ካብቲ ሰራርሓ እዩ ኣነ ግን ስዋ ይምከሓላ እየ እወ ሕጂ ግን ክገብራ ኣይደልን ምስ ዕብየ እወ ደሓን ኣብ መግቢ እስከ ንመለስ ወላ ሽሮ እዚ ባህላዊ ምግቢ ናሃና እንደ ጥዒመ እየ ኣነ እዚ ብዛዕባ መግቢ ኣላ ሓንቲ ሓፍተይ ሕጂ ካብ ኣዲስ ኣበባ መፂኣ ሰራሕተኛ ክንደሊ ኢልና እንዳ ማርያም ንኸይድ ሕጂ እንዳ ማርያም ምስ ከድና ሓንቲ በዓልቲ ማኪና ኣብርሀት ሽማዳ መሓዛና እወ። እንታይ ደሊኽን መጺኽን ትብለና እዋእ ሰራሕተኛ ደሊና ነቲኣ እሞ ሕተታኣ ትብለና እዋእ ንስኺኸ ደሓን ኣነ ሓቲተያ ሕተታኣ ትብለና ሕጂ ሓፍተይ ካብ ኣዲስ ኣበባ እያ መጺኣ ሰይቲ ጥልያን እያ እቱ ኪድ ምስ በልና እ፣ ስምዕኒ እዛ ሓፍተይ ሰርሒ ድኺ እብላ ሕጂ እንታይ ኢኻ ትርኢ እቲ ክዳና ቁሩብ ርስሕ ኢሉ ገለ ገለ እዚኣ ንፍዕቲ እያ ትኸውን ኢለ ትሰርሒ ዲኺ እዛ ጓለይ ይብላ እወ እንዳ መን ኔርኪ እንዳ ከምዚ ከምዚ እሞ እንታይ እንታይ ትኽእሊ ጥሬ ናይ ምግቢ ናይ ሓበሻ ትኽእሊ ዶ ንብላ እወ እኽእል ድሓር እንታይ ትብለና እታ ብርሄድ ሽማ ላዛኛን እዚ ፓስታል ፎርኖ ዶ ትኽእሊ በላ ትብለና ላዛኛ ከምኡ ከም ዘይትኽእል ከዓ ተፅንዓ ኣለኻ ላዛኛ ፓስታል ፎርኖ ከ ትኽእሊ ዶ እብላ እወ ኢላ ኬሚስትሪ ባይሎጂ ከኣ በላዓ ኢላትና ዋእ ሽዑ እዚኣ ክተህርመና ኢለ ኬሚስትሪ ባይሎጂ ከ ኢላ እናሰሓቅኩ ዋላ ስክእሎ እየ ሰሪሐ ኢላ ሳንታ ፋሚላ መምህር ይደልዩ ኣለዉ ምስ በልና እንኳዕ ኣይሓረፋና ኣቲና ማኪና እንታይ ጌርና ኪና ሕጂ እቲ ባይሎጂ ኬሚስትሪስ ምግቢ ገይራ ተወላት እወ ዘይትፈልጦ እኳ እያ ኣይፈልጦን እየ ምባል እኮ ዝፅቡቕ ከማ እንዲሁ መሃሩን እዩ ምባል ኣይ ደይርኢና ኢና ተማሂርናዮ ዝሓትት ይፈልጥ ይበሃል እወ ሕጂ ወላ በዓል ቤትክ እውን ኣዝዩ ዝንደድ ዛፍ ዝሰርሓቶ እዩ ዝብል ቢንያም ዝኾነ ዝሃዝክዎ እግዚኣብሄር ይባርኾ እዩ እወ
ዝገርም እዩ እዩ ዝሰርሖ
ጓለይ እውን ናተይ እያ ወሲዳ
ግርም
ሐራይ ውሕልነት እንድዩ ዝውን ንባዕሉ ካልእ እውን ትገብሪ ኢኻ ከም ዝተቃምሚ። እወ ምሽ ትወስደለይ ነርካ እወ እሞ ዲኤምኬ ንሱ እንድየ ይገብር እንታይ ኢኺ ትገብሪ እሞ እስኪ ዲኤምኬ እወ ሕልበት እወ እም፣ ኣዋዘ እወ ብዙሕ ሰብ እዩ ዝወስደለይ ነይሩ ኣብዚ ምስ ኮንኩ ግን እንድዒ ገዛይ ኣትየ ኢለ ግዲ ኮይነ ዳርጋ ኩሉ ገዲፈዮ እምበር እወ ኣብዚ ገጀረት ከለና ብዙሕ እዩ ዝኸደለይ ነይሩ መኽፈሊ ጠጠው ክራይ ኣይብልን ይኾነኪ ከማ ነይሩ ማዶና ጽቡቅ እኳ ይጻዕሩ እኮ እዩ ዝንባዕሉ ባህር ዛፍ ኩሉ እየ ድገብር ነይረ እወ ሕጂ እንድዒ ክጅምሮ ደሊ እሞ ዋላ ሻርፓ ኡቺኔቶ ሕጂ ሻርፓ በዚ ናይ ቁሪ ብዙሕ እየ ድሸይድ ነይረ እወ ሕጂ እንታይ ፈሊጠልካኒ ንጽቡቀይ ድዩ ዋላ እንታይ እዩ ስርሒ ድብል ኣይመጽን ደሎ ዋላ ዋላ ሓንቲ ተሓድረካ ምስቲ ኩነታት ጥዕና እንድዩ ሰራሕ ከይካ ይውሓደን እኮ
ኣነ ረስሊ ነድፈቱ ሶሪ ግበረለይ
ቃልሲ። ብችግሌታ ኩዕሾስ ወላ ሓንቲ ክሪኦ ይደልን ድበኣሱ ግን ደስ ይብለኒ ክሪኦም ካራፈሱ በቃ ሓነ ክበሃሉ ንሱ ፈቱ ካብ ቀደም ከምኡ ትርኢ ነርኪ ማለት ድዩ ካብ ግዜ ቆልዕነትኪ ወይ ንእሽተይ ዋላ ኣብዚ ገዛ እዚ ረስሊን እንተኾይኑ ሕጉስ እብል
እዚ ጉያ ግን ናበይ እዮም ዝጎዩ ዘለዉ ብል እቲ ብሽክሌታ ድጎስ ናበይ እዮም ዝጎዩ ዋላ ኩዕሾ ዓቕሊ ከፅበልኪ ከከም ታእሽሙ ኣለዎ እንድዩ እወ ረስሊን ግን ዋላ ሕጂ ብጣዕሚ እወ
ካብ ምንታይ እዩ ተላዒሉ እንዴ እምበር ድባ ኣሰብያ እያ ሪኤ ይፈልጥን ኣብ ገዛና ውይ፣ ሕራይ እ፣ ካልእ እዚ ናይ ኣስቤዛ ኣሎ እጂ ንኣብነት ወላ ተዕልልና ዕላል እንዲና ንገብር ዘለና እዚ ሕጂ እወ እቶም ተኸታተልቲ እንዳተዛነዩ ከዓ ክርእይዎ እወ ኣብ ኣስቤዛ ሕጂ እዚ ናይ ሰብኣይን ሰበይትን ከመይ እዩ እ፣ ገሊኦም ሕጂ ደሞዞም ዘይነግርወን ነንስቶም ኣለዉ ወላ ንሰን ውን ሕጂ ከኣ ቀደምን ሕጅን ከኣ ሓደ ኣይኮነን ቀደም ሰብኣይ ይሰርሕ ነየሩ ዘምጻላ እያ ትገብር ነራ ሰበይቲ ሕጂ ግን ማዕረ ምውፋር ከኣ መጺኡ ኣሎ እወ ከመይ ክኸውን ኣለዎ ትብል ወላ ከም ሓሳብ ደሞዝ ምንጋር ዶ ንሰበይቱ ክተሓባብኡ የብሎምን እወ ንምንታይ ድሓብኣ ንሳ ካዊና ክትሰርሕ እያ። እቲ ድጠፍእን ደይጠፍእን ድቅመጥን ክትገብር እያ እወ ኣነ ሕጂ ቢንያም ደሞዙ ይድበኒ ባዕለይ እየ ድገብሮ እቲ ናብራ ዋላ ሓንቲ ድፈልጦ ነገር የለን እክሊ ሃልወና ገለ ሃልወና ኖእ እወ ማዕረ ኢና ንሰርሖ ክልቴና እዝን እዝን እዝን ገይረ ኣለኩ ብሎ እዚኤን ካኣ ተረፍ ኣለዋና ኢልና ኢና ንከይድ ብግሉጽ እቲ ምሕባእ ግን ጽቡቅ ኣይኮነን እወ ንምንታይ ድሓብእወን ሰበይትካ እንድያ ኪዳንካ እንድያ ከመይ ገይርካ ንመን እያ ክትህቦ ከ ሓቢኣ ሓቢኡላስ ንመን እያ ክትህቦ ምናልባት ትህልዋ ኮና ገሊኤን ሕጂ ብ ካልእ ዘሕልፈኦ ካብ ሓዳር ሰብሲ ከም ቤቱ እምበር ከም ጎረቤቱ ክከይድ የብሉን እወ እወ ሓንቲ እንድሕር ቦሽ ቦሽ ትብል ኮይና በዚ ከምኣ ክከይድ እየ ክትብል የብልካን ብዓቅምካ ትከይድ እወ ኣነ ቢንያም ክምርዖ ከለኩ ሰብዓ ቅርሺ እየን ነይረን ደሞዙ ናይ እህም ኔቪ እወ ግን ብሩክ ነይሩ እቲ ሰብዓ ናይ ቀደም ኩሉ ስፔዛ ኢና ንገብር ነርና ኣነ ምሕባ ኣይድግፋን እየ ንምንታይ ድሓ እንታይ ሳዕቤን ኣለዎ ገሊኡስ ኣይነግርን እዩ እንታይ ሳዕቤን ይህልዎ ትብሊ
ክቅርቅር ኢሉ ኸውን ወይ ከዓ ሰታይ ይኸውን ኖንሶ እወ ሳዕቤን መርታይ ኣለዎ ዘይምንጋር ንበዓልቲ ቤቱ ጌጋ እዩ እንታይ ሳዕቤን ሳዕቤን ይኸትል ሕማ እዩ ውዒላ ሓዲራ ክትፈልጦ እንድያ እወ ይባኣሱ ክንድዚ እንድዩ ደሞዝካ ከመይ ኢልካ ትሓብእላ ወደይ ሰበይትኻ ሃበኒ ትሓብእ። ሃበኒ ኣምጽእ ኣምጽእ ኣምጽእ ዝብላ ምናልባት ሓደ ሳዕቤን ናቱ ዶ ኸውን ትብሊ ዘይትፈልጦ እንተ ኾይና ንሳ ደይ ሙሉእ ኸውን ናብራኣ እም ደይ ሙሉእ እንድሕር ኮይኑ ክትብሎ እያ ደይ ውጽእ ከኣ ኣሎ እኮ እወ። ላስት ማን እንዳበለ ኣብዛ ጅቡእ ዝቕርቅረን ኣሎ ዘይውጽእ።
ገሊኤን ከኣ ዘየካውና ከኣ ኣለዋ ኣዴታት። ዘየካውና ክኾና ከለዋ ከምኡ እገብረን። ባእ ካብዚ እወ የብለና። ፍቕሪ እንተሎ ግን ዝሕባእ ነገር ኩሉ የብሉን ዶ ትብሊ ዝሃብ? ድሕባእ የለን።
ኣባይን ኣብ ቢንያምን ዋላ ሓደ ድሕባእ የለን። እወ።
ድሬተሜንተ ኢና እወ።
ናይ ሃብ እለይ ኣይሃብኦ ኣንሳዕነ ከማ ንሕዩሎ እንድሕር ደሊኻ። እም። ኤኮ ዚላ ቪታ ካሮ ዮናስ። እወ።
ኣስቤዛ ገሊኦም ኣለዉ ከኣ ቁሩብ ዝገርመካ ሰብኡት ዘይቀረቡ ከኣ ቀርባ ዝብሉ ኣለዉ። ኣለዉ ሞርቲ ዲ ፋሜ እወ። ኣለዉ ስቅ ኢሎም ቁሩብ ላስቲክ ጌሮም የምጹለን ገለ መለ ከምኡ ክኸውን የብሉን እህ። ይገድፈላ ዶ ንዓኣ እቲ ናብራ ባዕላ ትገብሮ። እወ ወይ ካብ ሓንሳእ።
ኣነ ካባይ ዝደልዩ ስድራቤት የብለይን ደይ ምሓባእኩ ዶኾን ግን ንምንታይ ትሓብእ ትነግሮ ንስድራኻ ኸኣ ክንድዜኤን ስድራይ ክንድዜኤን ክትብል ትኽእል ሕጂ ብ ሓደ ቦታ ኔርና ዝከረኒ ገዛ ክራይ እተን ሰበይቲ ሃገረ ሰብ እየን ሕምባሻ ገለመለ ሒዘን ይመጻ በቲ ናይ ዓዲ ኣሰራርሓ እወ ንዓይ ከኣ ከምኡ እየን ይምጽኣለይ ሕጂ ክኸዳ ከለዋ እታ ዘንቢለን ከምዚኣ ጌረን እኣ ከዳ እታ ጓለን ከኣ ናብራኣ ጽቡቕ እዩ ወኣቲ ዘን ኣዴኹሲ ገለ ሂብኪ ደይ ትሰድየን ስቕኢልካ ዶ ኣዴ ትስደድ እያ እብላ ኣደ ዶ ትወሃብ እያ ኢላትኒ ሕጂ እዚ የገርመኒ ዋእ ኣነስ ካብ ዶለኒ ይህባ ነደይ እምበር። ግድን እምበር እዪ ስለዚ እቲ ሞሳ ባህርያት እንድዩ። ሰብ ብዙሕ እዩ ዮናስ። እወ
ቅድሚ ሕጂ ኣልዒልና ኔርና ባህርዛፍ ብዛዕባ ኣዴታት ገሊኤን ኮፍ ዝብላ ኣለዋ ኣብኡ ኣብ ደገ በዓልቲ ቤቱ ሲ ልዕሊ ዕስራን ሓሙሽተን ዓመት እንታይ መስለካ ውሽጡ ክትፈልጦ ኣይትኽእልን ኢኻ እወ። ዮናስ ግን ቃል ኬፍ ኪ- ኣልኮ እዛ ገለ ነገር ዝገበርዋ ኣለዎ እወ ግን ቃል ኪዳን እንዲ ባህር ዛፍ ከም ዝበልክዮ እኳ እዩ እወ እ፣ ግን ስጋዕ ክንድኡ ክትጭክነሉ የብላን ፐርከ ብንእሽትኡ ከሎ እ፣ ተሰማሚዓ ትነብር ነይራ ሕጂ ደቃ ምስ ጎበዙ እ፣ ኣብኡ ከይዳ ኮፍ ክትብል ኣነ ካብ ኣሜሪካ ብ ሰለስተ ወርሒ እየ መፅየ ምክንያቱ በይነይ ስለ ዝጸውዕኒ። እወ። ጽቡቅ ኣይኮነን ሰብኣይካ ገዲፍካ እቲ ብልጽግና ክትርኢ እቲ ጽባቀ ክትርኢ ንዕዑ ጽቡቅ እዩ። ነቶም ቆልዑ ከማን ጽቡቅ ኣይኮነን። እወ። እዚ ጌጋ እዩ ዓቢ ጌጋ እዩ መቸም ዝግበር ዘሎ ሕጂ ሓንቲ ከማን እኮ ብ ጀርመን ዝተረፈት ሰበይቲ ኣላ ኣነ ዝፈልጣ። እወ።
ብልዕሊ ወዳ ምስ ንምባሉ ጸገም እዩ ብቴሌቪዝዮን ምግዳፍ ይሓይሽ። እወ ከቢድ እዩ። ወይ ከይዲ ንድበለት ሰበይትን ኣብ ልዕሊኡ ኮይና ኮፍ ኢላ ልዕሉ ደቃ። ዓባይ ሰበይቲ እወ ሕጂ ውዒሉ ሓዲሩ ኣሎ እንድዩ ሞት ሞት የጋጥም እዩ ሰብ ኢንሻኣላህ ውርደት። ባህርያት ወዲ ሰብ ብዙሕ እዩ። ደሓር ከኣ ዝቕጥቅጣ ዝነበረ ዝጭቁና ዝነበረ እንተ ኮይኑ ምስ ኣረገ እያ ትጻወተሉ እግዚኣብሄር ፍርሓት ስለ ዘይብላ እምበር ኣብ ላዕሊ ክትሕተት እያ ቃል ኪዳን ዋዛ ኣይኮነን ምሒልካ ኣቲኻ እቲ ቐሺ ከኣ ፉርሞ እዩ ከማይ ደብለካ ተሓመመ ተጸመመ ዘይትገድፍዮን እዪ ድብለካ እወ እሞ
ኣሎራት ሽግር ስለ ዘሎ ትጻወር ኣለካ እምበር ኪዳንካ ደኣ'ሞ ናበይ ክትህቦም ትኣረገ? ብኣንጻሩ ከኣ ኣሎ ሓደ ዝፈልጣ ኣነ ብቐረባ፣ ሰበይቱሲ ልዕሊ ሰላሳ ዓመት ኣቢላ ዝሓመመት ኣላ። ኣነ እፈልጦ። ለይትን መዓልትን ምስኣ'ዩ። ኣይትንቀሳቐስን እኳ'ያ። ከምዚ ከኣ ትርኢ። እግዚኣብሄር ይብሉ። ኣተዓባብያ'ዩ። እወ።
ካበየኖት ስድራ'ዩ መጺኡ እዚ ቆልዓ'ዚ? ሰብኣይ እዚ ሕጂ ወዲ ሰብዓን ሓሙሽተን ገለ ገጹ እዩ ናብ ሰብዓን ዝያዳ ከማን ኾ ብራቮ ዘይጠለማ ሕጂ ንሕና ጽቡቅ ገይሩ ዘይጠለማ ዝገርም እዩ ድሕሪ ሰብዓታት ኩሉ እዩ ኣብ ኩሉ ኣቁሑትካ እዩ ፋሕፋሕ እንዳበለ ዝኸይድ ኣብራኽካ ዘሎ ዋላ ሓንጎልካ ትስሕት እወ
ሻዕ ግን ክጠልመካ ወይ ክትጠልሞ። ባዕሉ መድሃኒታ ባዕሉ ጽሬታ ባዕሉ መግባ ሰራሕተኛ ከማና የለን ኣብቲ እወ ገዛ እግዝኣብሄር ገርመካ እኳ ሂብሉ እም ክንደይ ኣሎ ዮናስ ክንደይ ኣሎ ካብዚ ከምዚ የድሕነና እወ ብንእስነትካ ኣይትነብርን ኢኻ ብቁንጅናኻ ኣይትነብርን ኢኻ እወ እዚ ንርእዮ ዘለና እንታይ ደኣ ስእልታትኩም ምስክር እንድዩ እንታይ ደኣ እዚ ንርእዮ እንዳዓበኻ ዘለና ወይዘሮ ባህርዛፍ እንታይ እዮም ዝብልኹም ነዚ ስእሊ እዚ ጓልክ እንዲያት እያ
ጓልክ ንብሉ እንታይ ኢኻ ክትብልዮ ብኣረጊተይ ሞ መዓስ ተወሊደ የብሉ
ሬኸቲ ገጽ ክሳዕ ክንደ ይቀያየር
ዝገርም እዩ ኣገናሚ እየ ሕሰቦ እሞ እወ እርጋን ሓያል እያ ሓያል እያ ብጣዕሚ ይትረፍ ሞትስ ኢሉ ኮምበሳ እርጋን እኮሎ ኢልዎ ተቐሊል ነገር ኣይኮነን ወይዘሮ ባህርዛፍ ምናልባት ከይትጸልዮ ደኣ እምበር እዞም ተኸታተልትና ክስሕቁ እዮም ዝደልዩ ክዘናግዑ ደልዩ እዮም ሓቆም እስኪ እዛ ናይ ፓስታ ሓደ እዋን ዘጋጠመትኪ ዘዕለልክና እስኪ ኣካፍልዮም እስኪ ነዞም ተኸታተልትና ሓደ ግዜ እ፣ ንኦሮታ ይኸይድ ሕክምና ኣሎራ ካብ ንግሆ ከይበላዕኺ እ፣ ምጽሞ መርመራ ክንገብር እብሉኒ እወ ሕጂ ምስ ጓለይ ኮይና ኣሎና ዕድመ ምካድና ስጎ ንስራሕ እሞ እብላ ምጺኢና ፓስታ ንብስል እብላ ሃራይ ተባሂልና ኣብቲ ሕክምና ኣቲና ፕሮፎሶረ እዩ ድሪኤኒ ነይሩ ኣሎራ ቬርሶ ለ ሴተ ኢሜዛ ሆን ምሸት ንወጽእ ክንወጽእ ከለና ሓንቲ ኬስ ኮላ ብኣ እስቲ ብዚኣ ፓስታ ክንጥየማ እትው ተበልና እዛ ሰበይቲ ምስማዕ ተባእት ድኳና ጽቡቕ እዩ ስምዕኒ ፓስታ ደልየ ነይረ ይብላ እንታይ ዓይነት ትብለኒ ስፓጌቲ ወይ ስፓጌቲ ይብልናን ደሓን በሊ ማኬሮኒ ይብላ ኣበይ ክንደሊ ኢና ሕጂ ይብላ ሃራ ኢላ እቲ ማኬሮኒ ጥውይ ድበላ ትብለኒ ኖኖ ተንተኽ ድበላ ተለዋኺ ደሓን ምስ በሰለ ትኽ ክብል ኢላትኒ። ሽዑ ኣነ በቃ ክመውደለ ብሰሓቅ ሽዑ እንታይ ኮይና ኣዴኺ ኢላታ ደሓን ከምኡ ድገብራ ኢላታ ኣነ እሞ ምስ በሰለስ ትኽ ክብል እዩ ሕሰቦ እሞ እወ ክበልዕዋ ዝደለዩ እወ ከይድና ከይድና ፅቡቅ ኣጋጣሚ እዩ እሞ እ፣ ናብ ምዝዛም እንዲና ሕጂ ዝፀ- ኦኬ ያለ ፀሊም ጌርክለኺ ተገዲድኪ ትገብርዮ ዘለኺ እዩ ከመይ እዩ ዘሎ ሕጂ እቲ ኩነታቱ እስኪ ክትከ እወ ኣብ ተሪር ምብላዕ ይኹን ኣብ እወ ምቁና- ምቑናን ይኹን ክ- ተቖኒነ ክዛረብ እንዲ ዝግባእኒ ነይሩ እወ ደሓን እ፣ ግን እ፣ ሰሙን እየ ገይረ ካብ ዝገብር ኦፐሬሽን ክትወጽእ ከለኻ ሓበሬታ እነግሩኻ ብዙሕ ዘይምሕያኽ ብዙሕ ዘይምዝራብ ም፣ ቀመም ዘለዎ ሻሂ ዘይምስታይ ኣሕምልቲ ምብላዕ እዚ ከኣ ክሰሓሓብ ከም ዘይብሉ እቲ ምቑናን ገለ ምስ ሓቢሮምና እወ ኣሎራ ብኡ ምክንያት እየ ወኪያለ ገይረ ቬሪ ሶሪ እንዳበልኩ እምበር ከምዚ ምናልባት ንፍሳሕ ደለኹ ኣይ፣ ክስማዕ ክኸውን ይኽእል እወ እ፣
ስለዚ ኣፍሊጥናዮም ኢና። ሶሪ ይብል እወ ምስ ሓውኺ ከኣ ብክልቲኤን ዓይነይ ቀባሕባሕ ክብል እየ። በቃ ግርም እሞ ኣብ መወዳእታ ንኹሎም ብፍላይ ኣብቲ ሶሻል ሚድያ ቅድሚ ሕጂ ዝተላለዩ ኣለዉ ዝሓቱልኪ ማለት እዩ ቀጻሊ ኣቶ ቢንያም እኳ መስቲ ኩነታት ጥዕና ሕጂ ዕሪፉ ኣሎ እንታይ ትብልዮም እስከ ነዞም ተኸታተልቲ ዝከታተሉኺ
ብዙሕ የመስግኖም ግራትስ የብሎም መግለፂ የብሉን ዝዛረብዎ ዝነበሩ ማማ ዛፍ መሃሪት ክትኮና ኣለክን። ንዮናስ ንገሮኦ ገለ ክትከፍት ኣለክን ዝብሉ ብዙሓት ነይሮም ብዙሓት እወ ምክንያቱ
ኣነ ከምኡ ስጋዕ ክንደዚ ገይሩ ሰብ ደፈተወኒ መሰለንን ግን ወላሊት ኹን ወላ ቀትሪ ኹን ብሕልፊ ዶክተር ናይ ዓይኒ ሓኪም ነይራ ኣብ ባፅዕ ንሳ ትድውል መቸም የመስግኖም ግራት ይብሎም እቲ ቛንቛ ጢልያን ጌርኪ ትዛረቢ ከለኺ ኣዘኻኺርክና እወ ኣብዚ ኔርና ተማሃሮ ኔርና ኣይፈለጥክናን ዝብሉ ኣለዉ ሰላም ይብሎም ብሕልፊ ኣውራ ን ሓረጉ ኣዝየ እየ ዝፈትዋ ኦፐረተር ናይ ባጽዕ እንታይ ኢላ ትንደው ኢላ ማማዛ መን ኣላ ኦፐረተር ኢልኪ ኣውዳእመትሲ ስልጣንያ ትሰድለይ ነርኪ ኢላ ተሳቐኒ ነራ እናደወለት ዘክርኒ ክትዛረቢ ከለኺ ስለዝበለት ንእግሪ መገደይ ይዝክራ። ግርም! በቃ እሞ ኣብ ዘዘለናዮ ሰላምን ጥዕናን ይሃበና። ዝኸበርኩም ተኸታተልቲ ህድሞና ነባሪት ንሎሚ ምስ ወይዘሮ ባህርዛፍ ኣብርሃ ዝጸንሓና ኣብ መንበሪ ገዛ ኢና ንርከብ ዘለና። ቅድሚ ሕጂ ዝተኸታተልኩማ ደሃያ ክንገብር ዝሓተትኩምና ደሃያ ጌርና ኣለና። እሞ ኸኣ ኣብ ኦፐሬሽን መጥባሕቲ ናይ ዓይኒ ጌራ እንከላ እያ ሕራይ ይንእዘዝ ኢላ ቀሪባ ንዓኻትኩም ኣኽብሮት ንምሃብ እያ። ኣብ ዝቕፅል ብኻልእ ዕላላት ክንራኸብ ተስፋ ንገብር ወይዘሮ ባህር ዛፍ ንክቡር በዓል ቤትኪ ከዓ ሙሉእ ጥዕና ንምነየሉ እዛ ኤሊ ክትብልዮ ዝፀናሕኪ ከዓ እንታወይቲ እያ ከይብሉ እልልታ ብዓ ጓልኪ እያ እወ እወ ኤሊ ኤሊ ደጋጊምክያ ናይ ቅብጥሮት እንድያ ናይ ብቅጥበሮት ናይ ቅብጥሮት ኤሊ። ሓንቲ ጓል እንዲያ መንጎ ወዳት እወ ኤሊ ትብልያ ነርክሞ እንታወይቲ እያ ከይብሉ እልልታ እዛ ንሪኣ ዘለና ጓልኪ እያ እሞ ቀባሕባሕ እናበልኪ ክንሪኤኪ ብዘይወክያለ ተስፋ ንገብር ዕድመን ጥዕናን ንምነየልኪ ንዓኹን ኣስፔርያ ወይዘሮ ባህርዛፍ ባበይ ነግራቴ ሰናይ መዓልቲ ሓራሕ ሓራሕ